ሕራይ ዝኸበርኩም ተኸታተልቲ ከመይ ትፀንሑ ሕጂ ድማ ጋሻና ኤፍሬም ኪዳነ ወዲ ከረን ሓያል ተወዳዳራይ ናይዚ ውድድር እዚ ብኣዝዩ ጸቢብ ዝኾነ ነጥቢ ካልኣይ ኮይኑ ዝተዓወተ ማለት እዩ ኢና ሒዝና ቀሪብና ዘለና ኤፊ ሓወይ መጀመርያ እንቋዕ ደሓን መጻኻ ኤፊ ኣዝየ ዘመስግነካ ብኹሉ ብህድኣትካ ብዘለካ ኒሕን ሓቦን ናይቲ ውድድር ብሳይለንት ዝኾነ ሳይለንሰር ሳማሪን ስታይል ኢኻ ትጥቀም ነርካ ኤፊ ሓወይ እስከ ካብቲ ውድድር እታ ንዓኻ ዝኸበደትካ ውድድር ኣየነይቲ ነይራ ናይ ስግኣትካ ካብ ሸሞንተ እየን ሓንቲ ናይ መወዳእታ እታ ናይ መወዳእታ ተጸበያ ብራቮ ኢልካኒ ኸውን ኣብቲ ሕቶ ሳይክል ብዙሕ ስለ ዘይዝውራ እዚኣ ተስጋእኒ ኢልካኒ ነርካ ኣርእዮ እሞ ተዓዘብቲ
የማነ ጸጋም ኮይኖም እዮም ብፊስካ ዝቕበልዎ ዘሎ ዋ ኣነ ድገረመኒ ሓደ መጀመርያ ነተን ጻዕዳ ሽጉርቲ ዳርጋ ዳቦ ቆሎ ዲኻ ሓሲብካያን ከም ቆሎ ይፈቴ ጻዕዳ ሽጉርቲ ጻዕዳ ሽጉርቲ ካብ ብዙሕ ጥቅምታት ከም ደሎ ተፈላለየ ጥቅሙ ፈሊጥካ ካብ ጻዕዳ ሽጉርቲ መሪጽካ ኤስ ግን ኣዋሰ መሪጹ ሓቂ ሓሽ ተበቂጽ እዩ
ሕራይ ምስጢር ናይዚ ውድድር እንታይ ሓጻር ምስጢር ናይዛ ጎቦ እታ ዝኸበደትካ ንዓኻ ነዚ ውድድር ሲ ኣይነይቲ ነይረ ካብዘን ኩለን ሳይክል ሳይክል ብሽክለታ ዋይ ክእልኒ ብዙሕ ኣብታ ብሽክለታ ጥራሕ ግዜ ኣጥፊዩ ግን ዳርጋ ኣብታ መወዳእታ ከድካ ነርካ ኢኻ ሓቂ ሓሽ ሕራይ ምስጢር ናይዛ ጎቦኸ? ደሓን እያ ጎቦስ ደሓን እያ ብዙሕ ኣያሸገረትንን። ዋላ ድንን ኣይበልካን?
እወ ጎቦስ ደሓን እያ። ክዕወት እየ ዶ ትብል?
ኣይ ሆፕ ሶ ተስፋ እገብር። ስለዚ ተወዳዳራይ ኤፍሬም ኪዳነ በዚ ኣጋጣሚ እዚ እንቋዕ ሓጎሰካ ክንብለካ ንፈቱ ምኽንያቱ ሸተት ከይበልካ ጎቦ ስለ ዝደየብካያ ማለት እዩ። ቴንኪው ኣሬ ሓወይ። ናብ ሳልሳይ ተወዳዳራይና።
ቴንኪው ኤፋ ሓወይ። መዓልቲ ብጣዕሚ ከቢድ ጸወታ ነይሩ። ኣብዚ ከቢድ ጸወታ ቀዳማይ መውጽኢ ከ ኣዝየ እየ ተሓጒሰ ዘለኹ። ናይ ቀዳማይ ወነይ ካብ ሕጂ ይበራበር ኣሎ። ኣብ ዝቕጽል ኩሉ ግዜ ቀዳማይ ንክሕዝ ክወዳደር እየ ይብል ኣነ። እታ ዝቐለለትካ ውድድር ከየነይቲ ነይራ? ማራ ንበልካ ኣለካ ኮኮ ትኽሽ ኣብ መግቢ ምብልዓ ዝነበረትና ውድድር
ኣድቫንቴጅ
ሕራይ ጽቡቕ ጽቡቕ
ጉሓያይ ገለ ዓይነት በጺሕዎ ቢሽኮቲ
ሞዶሻ ተዓዋቲ ናይዚ ውድድር ክኸውን ትጽቢት ነይርካ ዶ ስለምንታይ ብፍላይ ከምቲ ኣብቲ መወዳእታ ድሓን እንታይ ክንገብራ እዩ ፈሓወ እዚኣ ኣብቲ ናይ መወዳእታ እንዳቀረብኩም ክትኮኑ ከለኹም ዝምሽ ትተርፍ ዘለካ ተወዳዳራይ እሳኻ ዮኒ መወደሻ ምስ ተረፍኩም ድሓር ክልተ ዋእ ገለ ኢልካ ዶ ኣይነበረካን ከመይ ብራቮ
ስለ ዝሃለኽ ቀልጢፉ ሞዲሻ ገለ መለ ሆ ገለ ምስትዋዕኡ እዚ
ዝተባህለሎም ክሓልፍ ዝኽእል ነገራት ኣለዉ ኢልካ ከኣ ትግምት ነርካ ግን ሓደ ክሉ ግዜ ከኣ ክዕወት ይኽእል እዩ ዝብሎ ከኣ ነገር ነይሩኒ ከመይ? ዕድለኛ ምዃንኻ እፈልጥ እየ ኣ ዕድል
ወድኸረን ዓርገ ኣራይ ወዲ ሓወይ ነዛ ቪድዮ ትከታተል ኣለኻ ኣብ ገዛ ኳንካ እንታይ ትብል ከም ዘለኻ ርዱእ ነገር እዩ ከም ንስኻ ንወዲ ኸረን ትብሎ ስኻ ከም ደቃ ግዴታ እዩ ኣይተሓረቕሞ ወዲ ሓወይ ድሓን ቀስ ኢልካ ማይ ስተ ሕጂ ጣብ ኬረ ከይሰብራ ተጠንቀቕ ሃራይ ተወሳኺ ካባኻ ወፃኢ ተዓዋቲ እዚ ውድድር ክኸውን እዩ ንኣብነት እንታይ ማለት እየ እስከ ንሞደሻ ኣሊናዮ ኣለና ከምዘይ ተዓወተ ሓሲብና ካብኡ ካብ ሞደሻ ወፃእስ መን ክዕወት ኢልካ ገሚትካ ነርካ ወዲ ከረን ሓወይ ንነብስኻ እውን ኣውፅኣያ ካብቲ ውድድር

ኣይነበረን ግን እዋ ኣብ ቀጻሊ ሲ ምስቲ ዘሎ ናይ ፊዚካል ከምዚኣ እንድሕር ቀጺላስ ቧእ እታ ትጎይይ እያ ክትዕወት ማለት እዩ ሳልሳይ ራብዓይ ኮንካ ጭራ እናሓዝካ ምድያብ እያ ኢልካ ትብል ዓይነት ስልቲ እያ ነይራ ማለት እዩ ወድኸርና ዓርከይ ቀስ እንዳበልካ ኢኻ ደይብካያ ዳርጋ ኣገሪህካያ ኢኻ ንኹላ ሰብ እዚ ካብ ምንታይ እዩ ዝመፅእ እቲ ስልቲ ናይ ሞደሻ ስልቲ ከምቲ ኣቐዲምና ኢንተርቪው ጌርና ነርና ቅድም ሃጁጃ እያ ድፍንወሎም ኢሉ ምስጢሩ ዶ ኣይነግሮ ኣለኹ ዒራ ምዝርግሑ ይተርፎን እቲ ቪድዮ እምበረ መናውራ ምስ ፈንደኹ ይደሃሉ ዶ የለውን ከምዚ ዓይነት ስልቲ እዩ ነይሩ ኤፋር ከዓ በንጻሩ ከዓ ቨሪ ሳይለንት ኣይዛረብን ኢኻ እወ
ሞደሻ ምስቶም መወዳድርቱ ወዳደር ኢሉ ድመፅእ ኣነ ግን ክዕወት ኢለ ጥራሕ ድመፅእ ነታ ውድድር ሰ ክሰግራ ኢለ ሰው ምዝራብ ኣየድልየንን ርደ ርደ ርደ ርደ ብዙሕ ዘረባ ኣይትፈትን ኢኻ ወዲ ኸርን ዓርከይ ዋላ ተኽቲኹና ተዃቲኹና ገሌና ነዛረበካ ነርና ዋላ ምስ መረብ ብምዃን ማለት እዩ ኣብቲ ውድድር ማለት እዩ ነቲ ውድድር ሕጂ ከምቲ ዝበልካዮ ኣድህቦ ናይቲ ውድድር ክትኣስር ስለ ዝደለኻ ድዩ ዋላ እንታይ እቲ ምስጢር ብዙሕ ዘይምዝራብ ዋላ ዝኾነት ኖርማል ሕቶስ ኦ ደሓን እየ ክዕወት እየ ገለ ሓጻር ገለ ጣጣቅ ቁርጽ ቁርጽ ኢኻ ተብላ ኔርካ መረብ ውን ከምኡ ኢላትካ ኔራ። ባህሪ እዩ ሕጂ እንታይ ኮንካ ዋዒ ኮንካ ተይለካሲ መልሲ ኣይህልወካን ንስኻ ምሽ እወ ሕጂ ኣስከማይ ኣኻ ስለዚስ እታ ባህሪ እያ እምበር ነቲ ውድድር ኢልካ ትገብራ ባህሪ ኣይኮነትን እዚኣ እያ ከነነጽራ ደልየ ኣይኮነን ባህሪ ብዙሕ ክስታይ ኣይትፈቱን ኢኻ ተዛራባይ ይኹን ኤፋ ሓወይ ተዛራባይ ኣይኮንካን እተን ዘድልያ ጥራሕ ሕራይ ጽቡቕ ጽቡቕ ጽቡቕ ኤፋ ሓወይ ከም ተዓዛቢ ኮንካ ነቲ ውድድር ተትከታተሎስ ንመን ምደገፍካ?
ኣነ ንክልተ ሰባት ምደገፍኩ ነይረ ንኣሮን ሲንታቅን ምኩባዕትን። ብራቮ ስለምንታይ ስለምንታይ ንኣሮን ስለምንታይ ንምኩባዕቲ ስለምንታይ ግድን ስለ ዘላት ኣብ ድሕሪት። ኣብቲ ውድድር ምስ መጻና ኩሉ ሰብ ምስ ተኣከበ ነብሲ ወከፍ ሰብ ንናቱ ፕሮፖጋንዳ ገብር ነይሩ። እዎ ሽክስያ
እሶም ግን ኣይነበሩን ጽበይዎ ነይሩ ዝጽበዩ ጥራሕ ነይሮም ውድድሮም ስቅ ኢሎም። እወ ልክዕ ከምታ ናትካ ስታይል እዮም ሒዞም መጽዮም። እዮም ስለ ዝዕወቱ ይብል ቲፈዝኦም ስለ ምኮንኩ ነይረ ኣነ ብደገ ተዝኮ። ምክንያቱ ኣብ ሓደ ላይን ሓደ ርዱእ ርዱእ ርዱእ ወዲ ከረን ዓርኪ ተረዲእካ ወዲ ከረነይ። ኣብዚ ኣነሲ ኤፋ ሓወይ ሓቂ ሓይሽ ብጣዕሚ እንዲኻ ጽዒርካ ብጣዕሚ ማለትሲ ኣብዛ ውድድር ሸላሚ ገለ ነይረ ተዝኾንሲ ቀዳማይን ካልኣይን ክሽለሙ ነይሮም ገለ ክሳብ ዝብል እየ ኮይነ ሓቂ ሓይሽ ብዘይ ቀልዓለ ማለት እዩ ኤፋዊ ምክንያቱ ዘጥፋእኩሞ ዘጥፋእካያ ጻዕት ርኤ ሕጂ ናይዚ ውድድር እዚ ካልኣይ ኮንካ ምስ ተዓወትካ እንታይ ተሰሚዕካ ኤፋ ሓወይ

ኣነ ከምቲ ደወልኩኻ ናተይ ርእይቶ ኣለኒ ኣብዛ ውድድር እዚኣ ሸልም እንተዝበሃል ንቀዳማይን ካልኣይን ምሸለምኩ ምክንያቱ ከቢድ ፃዕሪ እዮም ኣጥፊኦም ንቐፃሊ እዚ ውድድር ከመይ ክኸውን ኣለዎ ኢልካ ትሓስብ ወዲ ከረን ሃወይ ኣሲ ሕጂ ጠጠው ዝብል ውድድር ኣይኮነ ዝቐፃሊ እዩ ብከምዚ ዓይነት ባህሪ ዝቕፅል ውድድር ናትካ ርእይቶ
ንፃረ ክህልዎ ኣለዎ ኣብዚ ውድድር ሲ ናይ ንፁር ሪዛልቱ ውፅኢቱ ገለ መለሲ ሰብሲ ሕርኽርኽ ክህልዎ የብሉ ኦኬ። ስዕረቱሲ ናቱ ሕማቕ ምዃኑ ክኣምን ኣለዎ እምበር ከምዚ ዶ ከምዚ ዶ መመኽነይቲ ክህልዎ የብሉን ኣነ ይብል ኣብኡ ጽፉፍ እንተዝኸውን ኣብ ቀጻሊ እወ። ዝያዳ ጽቡቕ ኮይኑ ይስምዓና እዩ። ኦኬ እስከ ከነብርሃ ኤፋ ሓወይ ከመይ ማለት እስከ ቁሩብ እስከ ብሪፍ ክንገብራ ደያኑ ዲና ከነብዝሕ ዘለና ወይስ እቲ ውጽኢት ሽዑ ድዩ ክንገር ዘለዎ እስከ ዝያዳ መብርሂ ተዋታይሲ እወ ሽዑ ኣሚኑ ብ ብክሳይ ክኸውን ኣለዎ ንኣብነት ሕጂ እንታይ ይኸውን መሲልካ ኣብ ኣብ ገለ ገለ ጸወታታትሲ ሓንቲ ጸወታ ትመስለካ ምሽ ጸወታ ይጸንሕ ኦክ ረዲኻኒ እወ እወ ሓደ ሓደ ሰብሲ ኣብታ ሓንቲ ነገር እንተ ተዓዊቱ ተዓዊቱ እዩ ሞይቱ ዝጸንሕ እንድሕሪ ወሲኹ ካልእ ይኸውን ሰብ ክመጽእ ከሎ እቲ ጸወታ ንሕና ኣብ ውድድር ምስ ኣተናሲ ወላ ሓንቲ ኣይኮነን ምሽ ኣታ ጌም ምስ ኣተኻስ ጸወታ ከምዚ ከምዚ ከምዚ ከምዚ ከምዚ ከኣ ከምዚ ከምዚ ነጥቢ ኣለዎ ኢልካኒ ነይሩ ወዲእኻ ወላ ሓንቲ ኣይኮነን ነጥብኻ ትፈልጥ ወሳይካ ትፈልጥ ኣለኻ ማለት እዩ ድሕሪት ገለ ገለ ጌፍ የብሉን ተረዲኣካ እዚ ናተይ ስምዒት እዩ እወ ስለምንታይ ከምኡ ኮይኑ ናቱ ኣካይዳ ከምኡ እወ እወ እወ እወ ኣነ ከኣ ኣብዚኣ ንእሽተይ ሓቅኻ እየ ፋሕወይ ናትካ ርእይቶ እዩ ንቕበሎ ኣብቲ ዝሓለፈ ውድድራት ኣብቲ ናይ በዓል ሑጻ ናይ በዓል ቸሜንቶ ገለ እቲ ፈረንታያ ዝነበረሉ እንድሕር ርኢኻያ እታ ናይ ጎቦ ቀዳማይ ዝወጻኻላ ቅድሚ ጸወታ ምጅማራ ንቪድዩ ውን ምርኣይ ይከኣል እዩ እታ ውድድር ከምዚኣ እያ ካብዚኣ ናብዚኣ ከምዚኣ ከምዚኣ ከምዚኣ ንብል ኔርና ሓቀይ እዚኣ ብርህቲ እዛ ናይ መወዳእታ እንታይ እያ ሕጂ ንኣብነት እሱኸ ሞደሻን ዝሰራሕኩሞ ናይ ጽብሒ ክኢላታት ኮይኖም እቶም ደያኑ ክዳንይዎ ኣይክእሉን እዮም ብኸምኡ መሰረት እዮም እቶም ክኢላታት እሞ ሕጂ ኣርያሓወይ ብተበሃለ ይገሌኩ እኮ እዚ ውድድር ክቅጽል እንድሕር ኮይኑ ብዙሓት ተወጻወቲ ከኣ ክመጹ እዮም ኣብዚ ሕጂ እቲ ጸወታ ክዓቢ እንድሕር ኮይኑ ኣብ ምጻር ኣዩ እኮ እቲ ጸገም። ሕራይ ጽቡቅ ኤፋ ሓወይ እታ ሪኢቶ ቅብልቲ እያ ተቀቢለካ ሕጂ እንታይ እዩ ሓሳብ ናይቲ ውድድር ከምዚ ኣድህቦኹም ንኸይትስርቁ ኣብቲ ውድድር እዩ ደኣ ከምኡ ተጌሩ እምበር እቲ ሪኢቶ ቅቡል እዩ ስለዚ ንቀጻሊ እቶም ኣካየድቲ ናይዚ ውድድር ኣለዉ ነዚ ውድድር ነዚ ቃለ መሕትት ውን ይሰምዕዎ ስለ ዘለዉ ክእረም ዘለዎ ነገራት ክእረም ይግድን ምክንያቱ ኣብ ቀዳማይ ትመሃር ኣብ ካልኣይ እናፀፈፍካ ኢኻ ትኸይድ ኢፍ ሓወይ ከም ቀዳማይ መጠን ከም ዓይነቱ ፍልይ ዝበለ ውድድር ከም ምዃኑ መጠን ከዓ ፅቡቅ ወዲ ከም ዝትከታተልዎ ዘለኹም ኣዝዩ ሓያል ውድድር ወዲ ኸረን ዓርከይ ዳኮርሶ ዋጋ ሚእትን ዕስራን ሽሕ ብድኻም ቀዳማይ ረድፍ መረበይ ናብ ዝኾነ
ኧረ ኧረ ኣብሽር ኣብሽር ኣብሽር ሞዴ ኣብሽር ኣስተንፍስ ከም ዝትከታተልዎ ዘለኹም ዝኸበርኩም ተኸታተልቲ ሞዴ ምስ ንፋስ እዩ ተዋዳዲሩ ኣዝዩ ሓያል ምትልላኽ ምስ ንፋስ ብምግባር ከም ዝትዕዘቦ ዘለኹም ማይ ከድልዮ እዩ ኤማ ሓወይ ማይ ሓያል ጸዓት ስለ ዘጥፍእ ንእሽተይ እስትንፋስ ክመልስ ደልዩ ኣሎ ኢንተርቪው ጸኒሕና ኢና ክንገብረሉ ምክንያቱ ኣብ ቃልዕ ጎልጎል ስለ ዝኾነ ንፋስ ተዓቢሱ ብዝኾነ ግን ዋላ ተዓቢስካ ቀዳማይ ምውፃእ ዝብል ጭርሖ ሒዙ እዩ ኣትዩ ስለዚ ድማ ተዓዊትሉ ኣሎ ሞዴ ሓንሳእ ከስተንፍስ እዩ ሞዴ ኤፋ ሓወይ ንቀጻሊ ምድላዋትካ ከመይ እዩ ክኸውን ብፍላይ ንኤማ ውን ሓቲተዮ ኔረ ኣብቲ ናይ ፊዚካል ፊትነስ ቁርብተይ ሽግራት ከም ዝነበረ ርኢናዮ ሕጂ ነዚ እንታይ ትሓስበሉ ነቲ ናይ ጂምላዚዩም ኣብቲ ጉያ ኣብቲ ኣካላዊ ብቕዓት ዝሓትት ውድድር ሙሉእ ብቕዓት እናሃለወካ ከሎስ ሓስበሉን እዩ ኣይገብርን እየ ስፖርት ገለ ክገብር ጥዕናይ ገለ ገብር እዚ ውድድር ኢለይ ግን ኖ ኖ ንጥዕናኻ እዩ ብመንገዲ ጥዕናኻ ጌርካ ከ ነቲ ውድድር ትዕወተሉ ኣራይ ጠዋል እዩ ሕቶ ንውዳእ ኣለና ኤፋ ሓወይ ብልቢ እየ ዘመስግነካ ኣብ መወዳእታ ክተመሓላለፉ ትደሊ መልእኽቲ ንተዓዘብቲ ነካየቲ ናይዚ ውድድር ኣብ መወዳእታ ለቦዋ ክተመሓላልፎ ትደሊ እንተሎ
ንብምሉኡ ኣብዚ ክሳይ ዝነበረ ሰብ ከመስግኖ ይደሊ ብፍላይ ንዓኻ ንመረብን ከኣ ትገብርዎ ዝነበርኩም ምሳና ህያው ተልብስዎ ዝነበርኩም ብልቢ የመስግነኩም Thank you ኣሎ ኤፋር ኩሉ ማለት እዩ ቅድሚ ካሜራ ዘሎን ድሕሪ ካሜራ ዘሎን ስራሕ ዝጽፉፍ ንክኸውን ዝተሳተፈ ሰብ የመስግን። ተዓዘብቲ ከኣ ተዓዘብቲ ኣካል ናይቲ ጸወታ ኮይኖም ናቶም ኮመንቲ ናቶም ገለ ክቡካ ከለው ገለ ብጣዕሚ ጽቡቅ ኔሩ ኮይኑ ይስምዓኒ። ትኽክል ትኽክል ኤፋ ሓወይ ንሕና ውን ኣዚና ኢና ነመስግነካ ስለቲ ኣዝዩ ህዱእን ልዙብን ዝኾነ ናትካ ኣቀራርባን መሳጢ ዝኾነ ከይተጸበኻዮ ዝመጽእ ዓወታትካን ብዘይ ቀልዓለም ኤፋ ሓወይ ኣነ ንቀልዓለም ደይኮንኩ ብጣዕሚ እየ ተሓጒሰ ናትካ እቲ ዓቕሚ ናይቲ ውድድር ኣርኢኻኒ እንዲኻ ኣብ ቀጻሊ ከኣ ካብዚ ንላዕሊ ከተርእየኒ እየ ዝምነ ስለዚ ሰላምን ጥዕናን ንዓኻ ኣብ ስራሕካ ከኣ ኣሳልጦ ኤፉ ሓወይ thank you የቐንየልና ስለቲ ክቡር ግዜኻ ኣሬ ሓወይ thank you thank you ሕራይ ዝኸበርኩም ተኸታተልቲ ከምዚ ክትከታተልዎ ጽናሕኩም ምስ ኤፍሬም ኪዳነ ወዲ ከረን ከነካይዶ ዝጸናሕና ቃለ መሕትት ኣብዚ ዛዚምና ኣለና ደጊምና ደጋጊምና እዚ ውድድር እዚ ብካልእ መልክዑ ክመጻና እዩ ንሕና ድማ ስለቲ ጊዘኹም ወፊኹም ነዚ ኣካል ናይዚ ውድድር ተኻታተልቲ ምዃንን ሸር ኮመንት ላይክ ሳብስክራይብ እንዳገበርኩም ዝህጠርኩሞ ነቲ ውድድር ኣዚና እናመስገና ምሳኹም ዝጸናሕኩ መራሕ መደብ ኣሮን ወልደሚካኤል ከምኡውን ምስ ሓፍተይ ኣብ ገዛ ዘላ መረብ እስቲፋኖስ ብሽማ እውን ሰላምታ ኣብጻሕለይ ስለዝበለትኒ ሰላምን ጥዕናን ንዓኹም ኣኣብ ዘለኹሞ የቐንየልና።
Introducing Unique by Natna Hair. ፍሉይ ፍርያት ምስ ብሉፅ ብቕዓት ሓዲስ ትሕዝቶ ናትና ሄር ፖኒቴይል መመልክዒ ግርማ ወሃቢ ፖኒቴይል ካብ ናትና ሄር ናትና ሄር መፀበቒ ኩሉ ፍሉይ ፍርያት ምስ ብሉፅ ብቕዓት

ሕራይ ዝኸበርኩም ተኸታተልትና ቅድሚ ምፍልላይና ናይ ምስጋና ሓበሬታታት ኣለና። ነዚ ውድድር እዚ ክውን ዝገበሩ ኩሎም ኣካላት፣ ትካላት ኣብ ዝተፈላለዩ ቦታ መስኣሊ ቦታታት እናፍቀዱ ነዚ ውድድር እዚ ብጽፉፍ ንክኸይድ ዝገበሩ ኣካላት ብሽም ህድሞና ነባሪት ኣዚና ከነመስግኖም ንፈቱ። ናትና ሄር ድማ ንኹሎም ነቶም ተወዳደርቲ ኣብ ነፍሲ ወከፍ ውድድር ዝግለፉ ዝነበሩ ተወዳደርቲ ወይ ድማ ዝተርፉ ዝነበሩ ተወዳደርቲ ገንዘባዊ ሽልማት እናሃበ ነዚ ውድድር እዚ ክዉን ዝገበረ ከም ምዃኑ መጠን ድማ ናትና ሄር ድማ ኣዚና ክነመስግን ንፈቱ ብሽም ህድሞና ነባሪት ንኹሎም ነዚ ዉድድር እዚ ክዉን ዝገበሩ ትካላት ድማ ደጊመ ደጋጊመ የመስግን ሰላም ዋሰናይ ንዓኹም የቀንየልና።